ፀሓይ ናብ ምዕራብ ገፃ ኣብ ዝዘንበለትሉ እቲ ጸበብቲ ጎደናታትን ዝኣረገ ገዛውትን ዝበዝሖ ሕዱእ ከባቢ ከም ወትሩ ብሰሓቕን ጸወታን ህፃውንቲ ደሚቑ እዩ ዝረአ። ኒኮል፣ እታ ጓል ዓሰርተ ሸሞንተ ዓመት ብሩህ መጻኢ ዘለዋ ጐርዞ፣ ካብ ገዛኣ ክትወጽእ ትዳሎ ነበረት። ነዊሕ ጸጕራ ብጽቡቕ ተመሺጡ፣ ነቲ ኵሉ ግዜ ትሕዛ ኣዝያ ትፈትዋ ቀያሕ ሳይክል ብየማናይ ኢዳ እናደፈት ኣብ ኣፍደገ እቲ ካንሸሎ ምስ በጽሐት ደው ኢላ፣ ኣደይ፣ ናብ መሓዙተይ እየ ዝኸይድ ዘለኹ፣ ከይመሰየ ክምለስ እየ፣ ኢላ ብዓውታ ተዛረበት። ኣብ ድምጻ፣ ምሉእ ተስፋን ሓጐስን እስማዕ ነበረ። ኣዲኣ፣ ካብ ክሽነ ቅልቅል ኢላ ብዓይኒ ህርፋን እናጠመተታ፣ ሕራይ ዛጓለይ፣ ትጽው ትጽውት ኣቢልኪ ከይመሰየ ገዛኺ ተመለሲ። በለታ። ደቂ ሰባት ናይ ጽባሕ ህይወትና ምስጢር'ያ። ይትረፍ ጽባሕ ድሕሪ ሰከንድታት ኣብ ህይወትና ዘጋጥም እንታይ ምዃኑ ክንፈልጥ ኣይንኽእልን። እቲ ኣደን ጓልን ዝገብራኦ ዝነበራ ዝርርብ'ውን፣ ንመወዳእታ ግዜ ምዃኑ ኣብቲ እዋን እቲ ክግምታ ወይ ክስምዐን ይኽእል ኣይነበረን። ኒኮል ብፍሽኽታ ርእሳ ነቕኒቓ ሳይክላ እናደፍአት ካብ ገዛኣ ወጸት። ኣብቲ ጸበብቲ ጎደና ቁልዑቲ ገዛውቲ ከም ወትሩ ኒኮል ኣስቅልና! ኒኮል ኣስቅልና! እናበሉ ደድሕሪኣን ብጎና እናዓጀብዋ ከም ልባ ክትዝውር ኣይከኣለትን። ኣታ ግደፉ! ኣታ ግደፉ! እናበለት እናሰሓቐት ንዓኣቶም ሓሊፋ ካብቲ ጸቢብ ናይ ገዛውታ ጎደና ወጺኣ ናብቲ ቀንዲ ጎደና ምስ ተጸንበረት ግን ከም ንፋስ ክትሕምበብ ጀመረት። ደቂ ሰባት ክንነብር ኢና ስለ ንብል እታ ኣቦኣ ኣብ ዕድመ ንእስነታ ዝሰኣነት ኒኮል ብፍቕሪ ኣዲኣን ምዕባይ ሓዋን ሓንቂቓ ዝዓበየት እቲ ዝነበራ ናይ ንእስነት ሕልሚ ኣብታ ምሸት እቲኣ ንሓዋሩ ኣብ ጸልማት ክቕበር ምዃኑ ንቕጽበት እውን ክትሓስብ ኣይከኣለትን ነይራ። ጸሓይ ምሉእ ብምሉእ ዓሪባ እቲ ገዛውቲ ብጸልማት ተወረ። ናይ ቆልዑ ድምጺ ዘይስማዕ ጸጥ ኢሉ እኳ እንተነበረ፣ ኒኮል ግን ጌና ቤታ ኣይኣተወትን። ኣደ ኒኮል ኣብ ኣፍደገ ኻንሸሎ ኮይና ናብቲ መንገዲ እናጠመተት ንጓላ ብሻቕሎት ምጽባይ ቀጸለት። ሰዓት ሸሞንተ ናይ ምሸት ኮነ። ኒኮል ግን ጌና ቤት ኣይኣተወትን። ምዕባይ ሓዋ ዮናስ ካብ ስራሕ ተመሊሱ ድራር ከይበልዐ ኣብ ኣፍደገ ምስ ኣዲኡ ደው ኢሉ እንዳተጸበየ ደጋጊሙ ናብ ኒኮል ቴለፎን ደወለ። ግና ዝደወልኩምሉ ቴለፎን ዓጽይዋ ኣሎ ዝብል ድምጺ ጥራይ ይስማዕ ነበረ። ዋይ ጓለይ ክሳብ ሕጂ ኣበይ ኣላ? ካብ መሓዙታ እንክትምለስ ዶ ሓደጋ ኣጋጢምዋ ይኸውን? እዛ ሳይክል ትትረፍኪ እናበልኩዋ ሰምዐ ስኢነ። ወይ ኣነ ጓለይ! ኢላ ኣደ ኒኮል ብጭንቀት እንዳተሓመሰት ክትቁዝም ጀመረት። ኣደይ! ሕሕ ሕማቕ እይትሕሰቢ! ኢሉ ዮናስ ናብ ውሽጢ ገዛ ኣትዩ ጃኬቱ ተኸዲኑ ምስ ተመልሰ፣ ኣይትጨነቒ ኣነ ክደልያ ክኸይድ እየ። ምናልባት ሳይክል ተባላሽያታ ኣብዚ ኣብ ቀረባ'ያ ትህሉ። ኢሉ ንኣዲኡ ኣጸናኒዑ ናብቲ ጸልማት ተዓዝረ። ዋላ እኳ ንኣዲኡ ክጸናንዓ ይፈትን፣ ንባዕሉ እውን ኣብ ውሽጡ ገለ ዘይተረድኦ ፍርሒ ይስምዖ ነበረ። ዮናስ፣ መንኣስ ሓፍቱ ኣብ ትርከበሎም እያ ዝበሎም ቦታታት፣ ኣብ መንገድታትን ኣብ መናፈሻታትን ኣብ ካፈታትን ኣብ ገዛውቲ መሓዙታን እናኾለለ ክደልያ ኣምሰየ። ሰዓታት እናኸደ ምስ ከደ፣ እቲ ተስፋኡ እናመኸነ፣ እቲ ጭንቀቱ ድማ። እናወሰኸ መጸ። ንኣዲኡ ተወሳኺ ጭንቀት ከይኮና ብምሕሳብ ኣብ ኣጋ ፍርቂ ለይቲ ብትካዘን ውሽጣዊ ስቓይን ተሓሚሱ ናብ ገዝኡ ተመልሰ። ኣዲኡ ወዳ ንበይኑ ተመሊሱ ምስ ረኣየት ኣማሪራ ክትነብዕ ጀመረት። ዮናስ ንኣዲኡ ኣይትንብዒ ክብላ ኣይከኣለን። ንባዕሉ ንብዓቱ ንውሽጡ ገይሩ ናብቲ ናይ ኒኮል መደቀሲ ጠመተ። ማዕጾ መደቀሲኣ ቁሩብ ግፍትን ኢሉ ተኸፊቱ ነበረ። ንብዓቱ ክዓግት እናፈተነ ናብ መደቀሲኣ ብምእታው ኣብ ልዕሊ ዓራት ኮፍ በለ። እቲ ንሳ ትልክዮ ጨና ጌና ኣብቲ መደቀሲ ኣሰሩ ከይሃሰሰ ጨኑ ነበረ። ዮናስ ብኡ ንብኡ ምስ ኒኮል ዘሕለፎም ጥዑም ናይ ምንኣስን ምዕባይን ግዝያት፣ ኒኮል ንእሽቶ ከላ ዮናስ ሓወይ በጃኻ ሳይክል ምዝዋር ምሃረኒ ኢላ ክትልምኖ ከላ ዘከረ። ንሱ ብድሕሪት ኮፍ መበሊ ሳይክል ሒዙ ሚዛን ክትሕሉ እናገበረ ኣይትፍርሒ ኒኮል ሓፍተይ ኣነ ብድሕረኺ ሒዘኪ ኣለኹ። ኣይትወድቅን ኢኺ ኢሉ ሳይክል ምዝዋር ከለማምዳ ከሎ ተራእዮ። ሕጂ ግን ንኮል ንበይና በዚ ለይቲ ተሰዊራ ኣጆኹ ዝብላ ስኢና ትሳቐ ትህሉ ብምባል ብውሽጡ ሓሰበ። ዕዮ ገዛ ምስራሕ ክሕግዛ ከሎ ዮናስ ሓወይ ምስ ዓበኹ ዶክተር ኮይነ ንዓኻን ንኣደይን ድማ ክሕክመኩም እየ ኢላ ብሩህ መጻኢኣ ብተስፋ ዝተዛረበቶ ምሸታት ተዘከሮ። ኣብቲ መደቀሲኣ ኮይኑ ብሕሹኽታ፣ ኒኮል ሓፍተይ! ሕልምኹ'ዶ ተቖጽዩ? ኢሉ ንበይኑ ተዛረበ። ለይቲ ሓሊፉ እዋን ወጋሕታ ተቓረበ። እቲ ኩሉ ግዜ ብሰሓቕ ዝደምቕ ዝነበረ ገዛ ሕጂ መካነ መቓብር መሰለ። ኣዲኣ ኣብ ሳሎን ኮፍ ኢላ እናነበዐት፣ ኒኮል ጓለይ ሕጂ ክትመጽ'ያ፣ ዮናስ ሓወይ ተመሊሰ ኣለኹ ክትብል'ያ ኢላ ብተስፋ ናብ ኣፍደገ ትጥምት። ግና እቲ ለይቲ ብጀካ ድምጺ ናይ መድረቕ ሰዓት ወላ ሓደ ድምጺ ዘይስምዖ ጸጥ ዝበለ ነበረ። ኒኮል ናብ ገዛ ከይተመልሰት ድማ፣ እዋን ወጋሕታ ኮይኑ ድምጺ ኣዕዋፍ ተሰምዐ። ንጽባሒቱ መሓዙታ፣ ስድራ ቤታ፣ ጎረባብቲ ኩሎም ንዓኣ ኣብ ምድላይ ተዋፈሩ። ናብ ፖሊስ ሪፖርት ምስ ተገብረ፣ ምጭው ስእላ ኒኮል ትበሃል። ዕድሚኣ ዓሰርተ ሸውዓተ ኮይኑ፣ ቀያሕ ሳይክል ሒዛ ካብ ገዛኣ ምስ ወጸት ኣይተመልሰትን። ርእየያ ዝብል ሰብ በዚ ኣዳራሽ ይወከሰና ዝብል ጽሑፍ ኣብ ኩሉ መዳድቕ እቲ ከተማን ኣብ ሾሻል ሚድያን ተዘርግሐ። መዓልታት ሓሊፎም ብሰሙናት ተተክኡ። ኒኮል ናብ ገዛ ኣይተመልሰትን። ርእየያ ዝብል ወላ ሓደ ሰብ ኣይተረኽበን። ኣዲኣ ብብኽያት ኣዒንታ ሓበጠ። ዮናስ ካብ ስራሕ ተሪፉ ምሉእ መዓልቲ ንሓፍቱ ክደሊ ይውዕል ነበረ። ብሕንቅቕቲ ኒኮል ዝደምቕ ዝነበረ ገዝኦም ጽምዋ ክውሕጦ ጀመረ። ድሕሪ ክልተ ሰሙን ግን እቲ ዋላ ሓደ ሰብ ክሰምዖ ዘይደሊ ሕማቕ ዜና መጸ። ሓደ ጓሳ ካብ ከተማ ቁሩብ ውጽእ ኢሉ ኣብ ዝርከብ ሩባ ብቖጽልን ጨናፍርን ገረብን ዝተሸፈነ ሬሳ ምስ ረኣየ ብስንባደ ደንዘዘ። ፖሊስ ብህጹጽ ናብቲ ቦታ መጺኦም እቲ ሬሳ ካብቲ ሩባ ኣውጺኦም ምስ ረኣይዎ ናይታ ንሰሙናት ክትድለ ዝጸንሐት ኒኮል ምዃኑ ተረጋገጸ። ፖሊስ ንስድራ ቤት ኒኮል እቲ መርድእ ምስ ነገርዎም፣ እቲ ገዛን ካንሸሎን ብኣውያትን ሓዘንተኛን ጎረባብትን ስድራ ቤትን ተመለ። ኣዲኣ፣ ጓለይ፣ ንእሽቶ ጓለይ፣ ሕንቅቕቲ ጓለይ፣ መን ረኸበለይ? እናበለት ኣብ መሬት ወዲቓ ተጉርዕ። ዮናስ ግን ኮፍ ምስ በለ ደንዚዙ፣ ካብ የዒንቱ ሓንቲ ንብዓት እውን ጥብ ኣይበለቶን። ኒኮል ብህይወት ከላ እናሰሓቐት ዝወጸትሉ ገዛ ሬሳ ኮይና ተመለሰቶ። ኣብቲ ናይ ቀብሪ ስነ ስርዓት ኩሉ ሰብ ይበኽየላ ነበረ። ግዝያት ምስ ሓለፈ ግን ህይወት ናይ ካልኦት ሰባት ከም ልምዱ ቀጸለ። እቲ ጸቢብ ጎደና ናይ ገዛውቲ እንደገና ብናይ ዝጻወቱ ቆልዑ ድምጺ ተመሊኡ ናብ ንቡር ተመልሰ። ሰባት ናብ መዓልታዊ ስርሖም ተመልሱ። ንስድራ ቤት ኒኮል ግን ህይወት ከም ባትሪ ዝወደእት ሰዓት ኒኮል ካብ ገዛ ዝወጸትላ ህሞት ደው ኢላ ነበረት። ዓመታት ሓሊፉ። ዋላኳ እቲ ናይ ኒኮል ግፍዒ ቅትለት ኣብ መጀመርታ ንኹሉ ዝሰምዐ ዘሰንብድ እንተነበረ፣ ምስ ግዜ ግን ናብ ዝተረስዐ ሕሉፍ ዛንታ ተቐየረ። ፖሊስ ቀታሊ ኒኮል ንምርካብ ዝከኣሎም ኩሉ ገበሩ። ብዙሓት ኣብ ዙርያ ኒኮል ዝነበሩ ሰባት ተመርመሩ፣ ኰይኑ ግን ዝዀነ ጭብጢ ክርከብ ኣይከኣለን። ስለዚ ድማ ኣብ መወዳእታ እቲ ፋይል ቀታሊ ዘይተረኽቦ ተባሂሉ ኣብ መደርደሪ ቤት ጽሕፈት ፖሊስ ተቐሚጡ ክርሳዕ ጀመረ። ዘመደ ጐረባብቲ ነቲ ሓዘን ረሲዖሞ እዮም፣ ዋላ እቶም ቀረባ ዝበሃሉ መሓዙት ኒኮል ናብ ናይ ገዛእ ርእሶም ህይወት ተመሊሶም ነበሩ። ኣደ ኒኮል ግን መዓልታዊ ብሓዘንን ብጓህን እህህ ይብላ ነበራ። ዮናስ ሓዋ እውን እንተኾነ ንመዓልታዊ ህይወቱ ብግቡእ ክመርሕ ኣይከኣለን። ለይቲ፣ ሓፍቱ ምስ ሒዛታ ዝመጸት ቀያሕ ሳይክል ኣብ ሕልሙ ትመጾ እሞ ብሃሪሩ ይትንስእ ድቃስ ይስእን ነበረ። ሓደ መዓልቲ ዮናስ ናብ ቤት ጽሕፈት ፖሊስ ብምኻድ ነቲ ጉዳይ ቅትለት ሓፍቱ ሒዝዎ ዝነበረ መርማሪ ኣዛራረቦ። ዮናስ፣ ፋይል ናይ ሓፍተይ ከመይ ኮነ? ገለ ሓድሽ ነገር ኣሎዶ? ኢሉ ሓተተ። እቲ መርማሪ ብድንጋጸ እናጠመቶ፣ ዮናስ፣ ኩሉ ዝከኣለና ገይርና ኢና። ክሳብ ሕጂ ዝዀነ ሓድሽ መረዳእታ ወይ ምስክር የለን። ሓድሽ መረዳእታ ክሳብ ዘይተረኽበ ድማ እቲ ፋይል ክኽፈት ኣይክእልን። ናብ ንቡር ህይወትካ ተመለስ። ንኣዴኻ ንስኻ ኢኻ ዘለኻያ። ድጋፍካ የድልየ'ዩ። በሎ። ዬናስ ብቑጥዐ ካብቲ ቤት ጽሕፈት ወጸ። ግና ናይቲ መርማሪ ፖሊስ ሓድሽ መረዳእታ ክሳብ ዘይተረኽበ እቲ ፋይል ክኽፈት ኣይክእልን'ዩ ትብል ዘረባ ኣብ ሕልንኡ ክትመላለሶ ጀመረት። ድሕሪ ውሑዳት መዓልታት ዮናስ እንደገና ናብቲ ቀንዲ ቤት ጽሕፈት ፖሊስ ከተማ ኣምርሐ። ኣብ ገጹ ዝኾነ ስምዒት ኣየንጸባረቐን፣ ግና ውሽጡ ይቃጸል ነበረ። ናብ ጠረጴዛ ናይቲ ፖሊስ ቀሪቡ ብህዱእ ግን ከኣ ቆራጽ ድምጺ፣ ንሓደ ዝፈጸምክዎ ገበን ሓላፍነት ክወስድ ማለት ገበነይ ክኣምን እየ መጺኤ። ኢሉ ተዛረበ። እቲ ፖሊስ ብጥርጣረ እናጠመቶ፣ እንታይ ዓይነት ገበን? ኢሉ ሓተቶ፣ ኣብ ኣጻብዕቱ ፒሮ ቀርቂሩ። ፋይል ከፊቱ ክጽሕፍ እናተዳለወ፣ ዮናስ ኣዒንቱ ከየንቀሳቐሰ፣ ቅድሚ ዓመታት ዝተቐትለት ኒኮል ትበሃል ጓል፣ ቀታሊኣ ኣነ'የ፣ ንሓፍተይ ኣነ'የ ቀቲለያ፣ በለ። ኣብቲ ኵነታት እቲ ቤት ጽሕፈት ብሓንሳብ ጸጥ በለ። እቲ ዝጽሕፍ ዝነበረ ፖሊስ ቢሮኡ ካብ ኢዱ ናብቲ ፋይል ወደቐት። ኵሎም ኣብቲ ቦታ ዝነበሩ ሰባት ናብ ዮናስ ጠመቱ። እቲ ቀንዲ መርማሪ ብህጹጽ ካብ ኦፊሱ ወጺኡ እንታይ ኢኻ ትብል ዘለኻ? ኢሉ ሓተተ። ንሓፍተይ ኣነ ቀቲለያ እብለኩም ኣለኹ፣ ኣብ ትሕቲ ቁጽጽር ኣውዕሉኒ፣ በሎም ዮናስ ብትብዓት። ብቕጽበት ዮናስ ብሙቑሕ ተኣስረ። እዚ ዜና እዚ ከም ባርዕ ሓዊ ኣብቲ ከተማ ተዘርግሐ። ስድራ ቤት ንኮል ነዚ ዜና ምስ ሰምዑ ካብ ፈጣሪ ዝወረዶም መዓት ክገልጽዎ ኣይከኣሉን። ዮናስ ንሓፍቱ ክቐትል ወይ ኣነ እንታይ ዓይነት መርገም እዩ ወሪድና? ኢላ ኣዲኡ ሓዘና ከም ሓድሽ ተቐስቂሱ ብጓሂ ሓሚማ ዓራት ክሳብ ምሓዝ በጽሐት። ኣዝማድን ጐረባብትን ኣረይመን እንክረኣ ከሎ ከኣ ምስክን እመስል እናበሉ ንየናስ ክረግምዎ፣ ክዅንንዎ ጀመሩ። ድሕሪ ሰሙን ተደርብዩ ዝነበረ ፋይል ኒኮል ተኸፍተ። ኣብታ ጸባብ፣ ዛሕልን ብዙሕ ብርሃንን ዘይኣትዋን ክፍሊ መርመራ፣ ገበነኛ ዮናስ ኣብ ተሪር ወንበር ኮፍ ኢሉ፣ ኣብ ቅድሚኦም ድማ ክልተ መርመርቲ፣ እቲ ሓደ ኮፍ ኢሉ፣ እቲ ካልኣይ ደው ኢሉ ክምርምርዎ ጀመሩ። እቲ ቀዳማይ መርማሪ ፖሊስ፣ ጽቡቕ ናትናኤል፣ ድሕሪ ዓመታት ንሓፍትኻ ከም ዝቐተልካያ ኣሚንካ ኣለኻ፣ ከመይ ጌርካ ቀቲልካያ? ስለምንታይከ ቀቲልካያ? ኢሉ ሓተቶ። ዮናስ ናብ ታሕቲ ናብ ጠረጴዛ እናጠመተ፣ ዝርዝር ነገራት ክዛረብ ኣይደልን እየ። ዝቐተልክዋ ግን ኣነ እየ። ፋይልኩም መልሲ ከም ዝረኸበ ሓሲብኩም ናብ ቤት ፍርዲ ኣቕርቡኒ በሎም። እቲ ካልኣይ መርማሪ ኣብ ቅድሚኡ ዝተገንጸለ ፋይል ክጥምት ጸኒሑ፣ ኣብ ሕጊ ከምኡ ኣይሰርሕን። ሓደ ሰብ ገበኑ ኣሚኑ ኢልካ ጥራይ ብዘይ ጭብቲ ተጠርጣሪ ኢልካ ናብ ቤት ፍርዲ ኣይመሓላለፍን እዩ። ንምንታይ ከም ዝቐተልካያ ብኸመይ ኣገባብ ከም ዝቐተልካያን ክትነግረና ኣለካ በልዎ። ዮናስ ንቑሩብ ሰከንድታት ስቕ በለ እሞ ድሕሪኡ ህድእ ብዝበለ ድምጺ ቃላቱ ክድርድር ጀመረ። ኒኮል ሓንቲ ሓፍተይ እያ፣ ስድራና ድማ ገፊሕ መሬት ኣለዎም፣ ኣነ ነቲ ኩሉ መሬት ንበይነይ ክወርስ ስለ ዝደለኹ ድማ ቀቲለያ። በሎም። እቶም መርመርቲ ዓይኒ ዓይኒ ምስ ተጠማመቱ። እቲ ቀዳማይ መርማሪ፣ መዓስ ሰዓትን ኣበየናይ ዕለትን ኣበየናይ ወርሕን ቀቲልካያ ኢሉ ሓተቶ። ኣብታ ዝጠፈእትላ ምሸት ሰዓት ዓሰርተ ናይ ምሸት ኣቢሉ ካብ መሓዙታ ምስ ተፈላለየት ኣብ መንገዲ ጸኒሐ ናብቲ ሩባ ምስ ከድናያ ቀቲለያ። በለ። ግን ዝመለሶ መልሲ ምሉእ ብምሉእ ንበይኑ ኮይኑ ዝተዳለወሉ ምዃኑ የንጸባርቕ ነበረ። ከመይ ጌርካ ከም ዝቐተልካያኸ ክትነግረና ትኽእልዶ? ኢሉ እቲ ካልኣይ መርማሪ ኤኢንቱ ካብ ዬናስ ከየንቀሳቐሰ ሓተቶ። ናብቲ ሩባ ብሓይሊ ጎቲተ ምስ ኣእተኹዋ ድሕሪኡ ትንፋስ ክሳብ ትስእን ኣጥሊቐያ። ትንፋስ ምስ ሓለፈት ድማ ኣብቲ ሩባ ገዲፈያ ከይደ በለ ዬናስ ርእሱ ኣድኒኑ። እቶም መርመርቲ ግን ዓያሹ ኣይነበሩን። ኣብቲ ፋይል ናይ ኒኮል ዘሎ ዝርዝር ምስቲ ናይ ዬናስ ዝብሎ ዘሎ እናነጻጸሩ ይሰምዕዎ ነበሩ። እቲ ብኸመይ ከም ዝሞተት ዝገልጽ ረቂቕ ኣካላዊ መረዳእታ ድማ ምስ ናይ ዮናስ ዝሃቦ ቃል ፈጺሙ ዘይራኸብ ነበረ። እቲ መርማሪ ፍሽኽ ኢሉ ነቲ ፋይል ምስ ዓጸወ፣ ናብ ዮናስ ቅርብ ኢሉ ኣተኲሩ እናጠመቶ፣ ዮናስ፣ ሓንቲ ናይ መወዳእታ ሕቶ ክሓተካ፣ በሎ ድምጹ ኣትሪሩ። ንሓፍትኻ ሃብቲ ክትወርስ ኢልካ ጥራይ ክትቀትላ እንድሕር ደሊኻ፣ ስለምንታይ ዓሚጽካያ? በሎ። ዮናስ ብስንባደ ርእሱ ኣቕኒዕ ኣበለ። ሓፍቱ ብኢድ ሰብ ከም ዝተቐትለት ጥራይ እምበር ጾታዊ ጥቕዓት እውን ከም ዝበጽሓ ይፈልጥ ኣይነበረን። እንታይ ማለት እዩ? ኢሉ ድማ ብድንጻወ ሓተተ። እወ፣ ቀጸለ እቲ መርማሪ ኣብ ዓይኑ እናጠመተ። ምኽንያቱ ናይ ሓፍትኻ ናይ ሬሳ ምርምር ውጽኢት ብንጹር ከም ዘርእዮ ኒኮል ቅድሚ ምማታ ብኸቢድ ጾታዊ ዓመጽ ተደፊራ ምንባራ እዩ። ንሓፍትኻ መሬት ወለድኹም ንበይንኻ ክትወርስ ኢልካ ጥራይ ዝቐተልካያ እንተኾንካ ስለምንታይ ደኣ ቅድመ ምሟታ ጾታዊ ዓመጽ ፈጺምካላ? እዚ ምስቲ ናትካ ናይ በይንኻ ምውራስ ምኽንያት ብኸመይ ይራኸብ? ወይስ ካልእ ንዓኣ ንምቕታል ዘለዓዓለካ ተወሳኺ ትነግረና ምኽንያት ኣሎ'ዩ በሎ። ብድሕር'ዚ ዮናስ መልሰ ኣይነበሮን። ከንፈሩ ብሕርቃን ይንቅጥቀጥ ነበረ። እታ ሓፍትኻ ተዓሚጸ'ያ ዝብል ዘስካሕክሕ ሓቂ ምስ ሰምዐ፣ ንብዓቱ ኣብ የዒንቱ ሰረበ። ኣብ መወዳእታ ርእሱ ኣብ ጠረጴዛ ኣውዲቑ ከበኪ ጀመረ። ሓፍትኻ ከምዚ ዝበለ ጭካነ ከም ዝወረዳ ክትሰምዕ ንሓደ ዓቢ ሓው ስቓይ ነበረ። ኣይኮነን ኣነ ኣይቀተልክዋን፣ እቲ ሓቂ ካልእ'ዩ፣ ኢሉ ዮናስ ብጓሂ ጨደረ። እሞ ስለምንታይ ደኣ ብናይ ሓሶት መረዳእታ ንፖሊስ ተታልል ኣለኻ ኢላ ሓተቶ እቲ መርማሪ። ዮናስ ንብዓቱ ብኢዱ እናደረዘ እወ ቀታሊ ሓፍተይ ኣነ ኣይኮንኩን፣ ንሓፍተይ ይትረፍ ክቐትላ ነዛ ክሪኣ እየ ዝስስዐላ ነይረ፣ ግና እቲ ናይ ሓፍተይ ፋይል ዓጺኹሞ ነይርኩም፣ ፋይል ክኽፈት፣ ፍትሒ ሓብተይ ክረጋገጽ ቀታሊኣ ክፍለጥ ስለ ዝደለኹ እየ ድማ እዚ ኩሉ ገይረ። ሓደ ነቲ ገበን ሓላፍነት ዝወስደሉ ሰብ ወይ ምስኡ ምትሕሓዝ ዘለዎ መረዳእታ ምስ ትረኽቡ እቲ ፋይል ከም ብሓድሽ ከም ትኸፍትዎ ግድን ከም ዝኾነ ምስ ሓደ ናይ ሕጊ ምሁር ዓርከይ እንክዘራረብ ተረዲኤ። ስለዚ ድማ ነቲ ሪስክ ወሲደዮ። ከም ዝሓሰብክዎ ድማ ሕጂ እቲ ፋይል ሓፍተይ ከም ብሓድሽ ከፊትኩሞ ኣለኹም። ነቲ ንሓፍተይ ብግፍዒ ዝቐተለ ሓቀኛ ቀታሊ ድለይዎ፣ ክትረኽብዎ ድማ እምሕጸነኩም። ኢሉ ብውሽጣዊ ስቓይ ነቲ ዝሓብኦ ሓቂ ተዛረበ። እቲ ዮናስ ናይ ሓፍቱ ዝተዓጽወ ፋይል ንምኽፋት ዝወሰዶ ሓደገኛ መስደመም ስልቲ፣ ሕጊ ዝጠሓሰ ንፖላዊስ ዘቖጥዐ ነበረ። እንተኾነ ግን። ከምቲ ዝሓሰቦ ነቲ ኩነታት ለወጦ። ሓዋ ንምንኣስ ሓፍቱ ከም ዝቐተለ ዝኣመነ ቀታሊኣ ንምርካብ ምዃኑ ገሊጹ ዝብል ዜና ኣብ ማዕከናት ዜና ምስ ወጽኣ ዓቢ ጸቕጢ ተፈጥረ። ኣዛዚ ፖሊስ ድማ እቲ ጉዳይ ብሓደሽትን ምኩራትን መርመርቲ ጉጅለ ዳግማይ ክምርመር ኣዘዘ። እቶም ሓደሽቲ መርመርቲ ጉጅለ፣ ነታ ኣረጊት ፋይል ኣውጺኦም ከም ሓድሽ ካብ ዜሮ ጀመሩ። ነፍሲ ወከፍ ናይቲ እዋን ዝተወስደ ቃል ምስክር፣ ነፍሲ ወከፍ ዝተመዝገበ ናይ ቴለፎን መረዳእታ ዳግማይ መርምርዎ። ናይቲ ሓድሽ መርማሪ ጉጅለ ሓለቓ ዝኾነት ፖሊስ ናይ ኒኮል መዝገብ እንክትርኢ ሓደ ነገር ኣስተብሃለት። ኣብ መንጎ ኣብቲ እዋን ዝተመርመሩ ሰባት ሓደ ኣፍቃሪ ኒኮል'የ ዝበለ ጆን ዝበሃል መንእሰይ፣ ኒኮል ኣብ ዝተቐተለትሉ እዋን ምስ ኣዕሩኽተይ ኣብ ካልእ ኸተማ ነይረ ኢሉ ቃል ሂቡ ነይሩ። ኣብቲ ግዜ እቲ፣ እቶም መርመርቲ ኣዕሩኽቱ ስለ ዝመስከሩሉ ጥራይ ነቲ ዝሃቦ ቓል ኣሚኖም ሓሊፎሞ ነይሮም። እታ ሓዳሽ መርማሪት ግን ኣብዚ ዝዀነ ጕድለት ከም ዘሎ ተሰሚዕዋ ነቶም ኣብቲ እዋን ምስኡ ነይርና ኢሎም ቃሎም ዝሃቡ ኣዕሩኽቱ ጆን ዳግማይ ጸዊዓ ኸም ብሓድሽ መርመረቶም። ሓደ ካብኣቶም ድማ ኣብ ትሕቲ ጽዑቕ መርመራ ሓቂ ኣውጸ። ናይ ሓሶት ምስክር ስለ ዝሃብኩ ንዓመታት ሕልናይ እናወቐሰኒ ክሳቐየ ጸኒሐ። እወ፣ ጆን ኣብቲ ምሸት እቲኣ ምሳና ኣይነበረን። እንተ ሓቲቶምኹም ምሳና ነይሩ በሉ ኢሉ ለሚንና። ነገር ንእስነት ሽዑ እቲ ጉዳይ ክሳብ ክንድቲ ዓቢ ስለ ዘይመሰለና ድማ ሕራይ ኢልናዮ ነይርና። በለ ብፍርሒ እናተንቀጥቀጠ። እዚ መረዳእታ ዓቢ ኣንፈት ነበረ። ፖሊስ ብህጹጽ ንጆን ኣብ ትሕቲ ቁጽጽር ኣውዓልዎ። ናይ ሕሉፍ ዝገበሮ ቴለፎን ዝርርብ ብቴክኖሎጂ ዳግማይ ምስ ተመርመረ ድማ፣ ኣብታ ኒኮል ዝጸፍአትላ መዓልቲ ንሱ ኣብቲ ሬሳኣ ዝተረኽበሉ ከባቢ ምንባሩ ዘረድእ ጭብጢ ተረኽበ። ጆን ኣብ ጸልማት ክፍሊ መርመራ ገበን ተዓጽዩ፣ እታ መርማሪት ፖሊስ ብጭብጥታት ዝተመልኡ ሕቶታት ቀልቡ ምስ ኣጥፈአትሉ ክኽሕድ ኣይከኣለን። ኣካላቱ እናንቀጥቀጠ ርእሱ ኣድኒኑ፣ ብብኽያት ኣነ ክቐትላ ኣይደለኹን ነይረ ኢሉ እቲ ንዓመታት ተሓቢኡ ዝጸንሐ ዘስካሕክሕ ፍጻመ ክዛረብ ጀመረ። ጆን ንብዓቱ ብኢዱ እናደረዘ፣ ምስ ኒኮል ኣብ ንሓደ ዓርከይ ምንኣስ ሓፍቱ ፐርዝደይ ፓርቲ ኢና ተላሊና ነይርና። ካብ ልቢ'የ ዝፈትዋ ነይረ። ንሳ እውን ትፈትወኒ ነይራ። ንሓዋን ንኣዲኣን ኣዝያ ስለ ትፈርሕ ድማ ወላ ሓደ ሰብ ከይፈለጠና ብሕቡእ ኢና ንራኸብ ነይርና። እቲ ሕቡእ ፍቕርና ድማ ጥዑም ነበረ። ኢሉ ንቑሩብ ሰከንድታት ትንፋሱ ወሰደ። ዝፈጸሞ ከም ዘጣዕሶ ብጓሂ ርእሱ እናነቕነቐ፣ ድሕሪ ገለ ኣዋርሕ ኩነታት ኒኮል ክቕየር ጀሚሩ። ትምህርተይ ክሰንፍ ኣይደልን። ኣነ ጌና። ንእሽቶ ክንሰይ ምስ ዝዓብየኒ ወዲ ፍቕሪ ክጅምር ሕማቕ ኮይኑ ይስመዐኒ ኣሎ እናበለት ከተሕርቐኒ ጀመረት። ኣነ ግን ክርደኣ ኮነ ክትርሕቐኒ ኣይደለኹን። ኣብ መወዳእታ ድማ ኣይደልየካን እየ፣ ዝምድናና ኣብዚ ከብቅዕ እዩ ኢላ ብግልፂ ተዛሪባትኒ። ብዘይካኣ ህይወት ፀልማት ኮይኑ ስለ ዝተሰመዐኒ ነዚ ሓሳብ ክቕበሎ ኣይከኣልኩን ነይረ ኢሉ ዘረብኡ ገትአ። መርማሪት ፖሊስ ናብ ኣዒንቱ ምጥማት ከየቋረፀት፣ ቀፅል ኣብቲ መዓልቲ እቲኣ እንታይ ተፈጢሩ? በለቶ። ኣብታ መዓልቲ እቲኣ ኢሉ ምዝራብ ኣብይዎ ርእሱ ኣድኒኑ ንብዓቱ ናብ ጠረጴዛ ክነጥፍ ጀመረ። ምስ መሓዙታ ቆጸራ ከም ዘለዋ ፈሊጠ ኣብ መንገዲ ይጽበያ ነበርኩ። እታ ቀያሕ ሳይክላ እናዘወረት ክትመጽእ ከላ ደው ኣቢለ ከዘራርባ ጀሚረ። በጃኺ ኒኮል ክንዘራረብ ኣለና ኢለ ለሚነያ። ንሳ ኣብ ፈለማ ክትሰምዐኒ ኣይደለየትን ነይራ። ናይ መወዳእታ ኢለን ክምሕጸና ግን ክትጭክነለይ ኣይከኣለትን። ናይ መወዳእታ ሕራይ ኢላ ኒኮል ናብቲ ኩሉ ግዜ ንራኸበሉ ጸጥ ዝበለ ቦታ ብሓባር ኬድና። ኣብታ ወትሩ ኮፍ ንብለላ ቦታ ገጽና ናብቲ ትዓርብ ዝነበረት ጸሓይ ጌርና ኮፍ ኢልና ክነዕልል ጀሚርና። ደሓር ክስዕማን ክብል ኒኮል ግደፈኒ ድሕሪ ሕጂ ኣይደልየካን እየ ኢላ ብሕርቃን ተሲኣ ክትከይድ ፈተነት። ኣብቲ እዋን እቲ ካብ ቅንእን ነብሰ ምትሓትን ዝተለዓለ ኣእምሮይ ስሒተ ናብ ኣራዊት ተቐየርኩ። ኣፋ ብኢደይ ዓቢሰ ናብቲ ጫካ እትየ ብሓይሊ ዓሚጸያ። ክንደይ ተማሕጺናትኒ ነይራ፣ ክንደይ በኽያ፣ ግና ክምሕር ኣይከኣልኩን ነይረ። ድሕሪኡ እቲ ጉዳይ ብሓይሊ ፈጺመዮ ስምዒተይ ምስ ዝሓለ፣ ኒኮል እናነብዐት፣ ኣታ ኣሬመን፣ ንሓወይን ንፖሊስን ኩሉ ዝገበርካኒ ነጊረ ኣብ ቤት ማእሰርቲ ከም ትበሊ ክገብረካ'የ ኢላትኒ። ኣብቲ እዋን እቲ ኣዝዩ ፍርሒ ተሰሚዑኒ። ንሳ ንፖሊስን ንሓዋን እንተ ነጊራ ህይወተይ ምሉእ ምሉእ ከም ዝባላሾ ፈሊጠ። ስለዚ ከይትሕብረለይ ብዝብል ፍርሒ ናብ ባይታ ውዲቐ ትንፋሳ ኣብ ኢደይ ክሳብ ትሓልፍ ብኽልተ ኣእዳወይ ኣብ ክሳዳ ሓኒቐያ። ምስ ሞተት ድማ ሬሳ ኣብቲ ሩባ ብቖጽልን ጨናፍርን ሸፊነ ገዲፈያ። እታ ሳይክላ እውን ኣብ ውሽጢ እቲ ሩባ ደርብየያ። ኢሉ ኹሉ ንዓመታት ተሓቢኡ ዝጸንሐ ገበኑ ተናዘዘ። እቲ ሓቂ ምስ ተፈልጠ ናብ ቤት ፍርዲ ቀረበ። ኩሉ መረዳእታታት፣ ናይ ጆን እምነት ቃልን ናይ ፖሊስ ጭብጥታትን ኣብ ቅድሚ ዳኛ ክሳብ ዝቐርብ እቲ መስርሕ ቤት ፍርዲ ሰሙናት ወሰደ። ኣብ መወዳእታ መዓልቲ መጋባእያ ድማ እቲ ዳኛ ንጆን ብትሪ እናጠመተ በቲ ዝፈጸምካዮ ኣረሜናዊ ጭካነ ንሓንቲ መንእሰይ ብዘይ ርህርሀ ብምዕማጽን ብምቕታልን እዚ ቤት ፍርዲ ናይ ሰላሳን ሰለስተን ዓመት ጽኑዕ ማእስርቲ ፈሪድካ ኣሎ ኢሉ ብይን ምስ ሃበ እቲ ኣዳራሽ ቤት ፍርዲ ብናይ ተዓዘብቲ ጣቕዒትን ብናይ ዘመድ መዋቲት ብኽያትን ሕውስዋስ ድምጺ ተመልአ። ኣደ ኒኮል ኢዳ ናብ ሰማይ ዘርጊሓ፣ እግዚኣብሄር ይመስገን ቀታሊ ጓለይ ተረኺቡ፣ ጓለይ ፍትሒ ረኺባ ኢላ ነብዐት። እቲ ሓቀኛ ቃታላይ ሰላሳን ሰለስተን ዓመት ምስ ተፈርደ ዮናስ እውን ሕጊ ጥሒሱ ስለ ዝነበረ ብናይ ሓሶት ቃል ምሃብ ንፖሊስ ብምድንጋር ተኸሲሱ ናብ ቤት ፍርዲ ቀሪቡ ነበረ። ዳኛ ንዮናስ እናጠመተ ተግባርካ ንሓፍትኻ ፍትሒ ንምርካብ ዝዓለመ እኳ እንተነበረ ናይ ሓሶት ቃል ብምሃብ ሕጊ ስለ ዝጠሓስካ ናይ ሽዱሽተ ወርሒ ማእሰርቲ ተፈሪድካ ኣለኻ በሎ። ዮናስ ግን ኣይሓዘነን፣ ኣብ ገጹ ድሙቕ ፍሽኽታ ይረኣ ነበረ። ናብ ማእሰርቲ ክውሰድ ከሎ እውን ሓፍተይ ሕጂ፣ ሓፍተይ ሕጂ ኣብ መቓብራ ብሰላም ክትዓርፍ እያ ኢሉ ውሽጡ ብሓጎስ ተመሊኡ ነበረ። ዮናስ ፍርዱ ወዲኡ ካብ ቤት ማእሰርቲ ክወጽእ ከሎ ኣብ ቅድሚኡ ብዙሕ ሰብ፣ ተኣኪቡ ረኣየ። ኣዲኡ፣ ኣዝማዱ፣ ጎረባብቱ ኩሎም ብሓጎስ ናይ ጅግና ኣቀባብላ ክገብሩሉ መጺኦም ነበሩ። እቶም ቅድሚ ሕጂ ኣረይመን ቀታሊ ሓፍቱ ኢሎም ዝጸርፍዎን ዘዋረድዎን ሰባት ሕጂ ብኣድንቖትን ብኽብርን ኣንጨብጨቡሉን ሓቖፍዎን። ኣዲኡ ብጉያ መጺኣ ኣብ ክሳዱ ተሸጒጣ ይቕረ በለለይ ዝወደይ ንስኻ ጅግና ኢኻ ንሓፍትኻ ዋጋ ከፊልካላ። ኢላ እናነበዐት ነብሲ ወከፍ ገጹ ሰዓመቶ። ዮናስ ኣብ ክልተ ማእገራ ሒዙ፣ ኩሉ ሓሊፉ የደይ፣ ሕጂ ነፍሲ ኒኮል ብሰላም ኣዕሪፋ ኣላ በላ። ሓደ ሓደ ሰባት ንኣሕዋቶም ዘለዎም ፍቕሪ መዓልታዊ ይፈትወኪ'የ ብዝብል ቃላት ዘይክገልጽዎ ይኽእሉ እዮም። እቲ ወሳኒ ቃሕሰም ወይ ወሳኒ ኩነታት ምስ መጸ ግን ብተግባርን ብከቢድ መስዋእትን እዮም ከርእይዎም ዝፍትኑ። ዮናስ ንሓፍቱ ዝኸፈሎ መስዋእቲ ኣብቲ ከተማ ንዘለኣለም ክዝንቶ ዝነብር ዛንታ ፍቕሪ ሓው ኮይኑ ኣሎ ስለዚ ኢና ድማ ንሕና ውን ተርጉምና ናብ ሰማዕቲ ክነቅርቦ ዝመረጽና። እስከ ጓል ተኮይንኪ ንሓውኪ ማዕረ ክንደይ ፍቅሪ ከም ዘለኪ ኣብ ኮመንት ስሙ ብምጥቃስ የፍቅረካየ በልዮ ወይ ናይ ብዙሓት ኣሕዋትኪ ወዲ እንተኮንካ ውን ከምኡ ንሓፍትካ ወይ ነሕዋትካ ማዕረ ክንደይ ኢካ ከም ተፍቅረን ኣብ ቦታ ኮመንት ኣስማተን ጽሒፍካ የፍቅረክን ኢየ ይሓልየልክን ኢየ በለን።